ታንከ ከምዚ ገርካ ፈሪሕኻ ገለ ኢሉ እባ እንታይ ትሪኦም ኣለኻ ደርጓዕጓዕ ክበሃሉ ኣለዉ ሕጂ ደም ክፋሰሱ እዮም መተዓረቂ ከይሕረድ ፈሪሐ ኢልዎ ሕጂ እቲ ሕጂ ከዓ እቲ ኣብ ግዜ ደርጓዕጓዕ እንዲና ዘለና ኣብዚ ብዙሕ መንእሰይ ኣሎ ሕጂ ተንክ ዩ ኣምባሳደር ዓንደ ብርሃን ንኩልኹም እቶም ነዊሕ ተቃለስኩም እዚ መንእሰይ ኣብ ደርጓዕጓዕ ክወፅእ ኣብ ሰላም ንክነብር ንዑ ይተዓሽዉ እሞ ነዚ ተጌርልና ዘሎ ዕድመ ከመስግን የድሊ ሎም መዓልቲ ዶክተር በዚ ኣሎ ጀነራል ከዓ በዚ ኣላ ዘቢብ ሓፍትና እውን ኣላ ናይ ሎም መዓልቲ እቲ ክንሰርሖ ዝቐነና ኩሉ ስራሓት ኣብ ሓደ መዕልቦ ክግበረሉ ስለ ዘለዎ ወይ ገለ ጥርናፈ ክንገብረሉ ኢልና ትማሊ ብዙሕ ንዛረብ ነርና እሞ እዚ ናይ ሎም መዓልቲ ንገብሮ ናብኡ ዘእንፍተና ክኸውን እዩ። ቁሩብ ናይ ግዜ ሕጽረታት ክህልወና እዩ። ሕጂ ብዶክተር ዮሴፍ ክንጅምር ኢና። ነብሱ የላሊ ባዕሉ፣ ድሕሪኡ ለምለም፣ ድሕሪኡ ከኣ ቪቪ ሓፍትና፣ ኣነ ኣማኒኤል ጽፈወዲ እየ ዝበሃል። ግዜና ምእንቲ ክንጥቀመላ ዶ
ብወዲ ብወዲ ኦኬ ኦኬ
ቴንክ ዩ ኣማን የቀንየለይ በዓል ሽመይ መብዛሕቲ ተፋሊጥ ናይ ናብ ዝሓለፈ ክልተ መዓልቲ የሴፍ ገብረሚካኤል ደበጭ እዩ ዝበሃል ካብ ከተማ ሂውስተን ቴክሳስ ካብኡ እየ መፅአ ዘለኹ ስለዚ ክጅምር እየ ካብዛ ቀፂለ ማለት እዩ ኩልኻትኩም ከመይ ሓዲርኩም? ብመጀመርያ ናብዚ ንኹላህና ከካብ ዝነበርናዮ ቦታ መጺእና ንኽንራኸብ ዘብቅዓና ኣምላኽ ምስጋና ይኹኖ። ከምቶም ክልተ ዝሓለፉ ዕዉታት ሲምፖዝየም እዚ ሲምፖዝየም እዚ እውን ዕዉት ንኽኸውን ዝሓገዙና ኤሪ ፕላትፎርም ቲም ፓርቲክላርሊ ኣምባሳደር ዓንደብርሃን ከምኡውን ኣርያና ክብሪ ምስጋና ንዓኦም ይብፅሓዮም። ካብዚ ቀፂለ ቁሩብ ናይ ዝሓለፈ ክልተ ዝነበረ ከመይ ከም ዝነበረ ናይ ኣኼባ ናብ ሲምፖዝየም ንዑታት ተንኪፈ ካብኡ ምስቲ ናይ ይኣክል ምልዕዓል ስለ ዝነበረ ንዑታት እውን

እምበኣር ከም መእተዊ እቲ ናይ ዝሓለፈ ክልተ ኣኼባታት ከመይ ከም ዝነበረን ብኸመይ ዓፂና ከም ዝነበርናን ንዕኡታት ተሰፈ ከምኡውን ብመጠኑ ናይ ይኣክል ምልዕዓል ብድሕሪኡ እውን ተራ ሃገራውያን ሓይልታት ባእታታትን መምዘኒ ናይ ሃገራውያን ሓይልታትን ባእታታትን ስትራቴጂካውያን መራሕቲ ጉድለት ስትራቴጂካውያን መራሕቲ ዘጋጥመና ዘሎ ካብቶም ብዝሒ ውድባት ስለ ዘለዋና ከዓ ካብቲ ዝፈላልዩናን ዘቀራርቡናን ናይ ተባሂሎም ዝልለዩ ሓደ ሓደ ነገራት ንዕኦም ድማ ከመርእስቲ ተንኪፈ ናብ መደምደምታ ክኣቱ እየ ማለት እዩ። ተኻፈልቲ ቀዳማይ ሲምፖዝየም ከም ትዝክርዎ ኣብ ታሕሳስ 15 2018 ተኻይዱ ቀንዲ ዕላምኡ ኣድላይነት ሓበራዊ ስራሕ እዩ ዝብል ነይሩ። ኣድላይነት ሓበራዊ ስራሕ ንምድራኽ እዩ ነይሩ። ንሳቶም ከኣ ሓበራዊ መረዳእታ ህሉው ኩነታት ንምምዕባል፣ ሓበራዊ ራእይ ብዛዕባ መጻኢ ኤሪትራ ንምሕያል፣ ሳልሳይ ድማ ሓበራዊ ግንዛበ እዋናዊ ብድሆታትን ዕድላትን ደሞክራስያዊ ስግግር ንምድራኽ ዝሓለነ እዩ ነይሩ እቲ ኣኼባታት። ኣብቲ ቀዳማይ ማለት እዩ። ኣብ መደምደምታ ናይቲ ሲምፖዝየም ከኣ ሓንቲ ግሎባል ሞቢሊዘሽን ወይ ዓለምለኻዊት ኣበራባሪት ሓይሊ ዕማም መስሪትና ብኡ ተፋላሊና ማለት እዩ። እንደገና ኣብ ለካቲት ዕስራን ክልተን ዕስራን ኣርባዕተን ክልተ ሽሕን ዓሰርተ ትሽዓተን ተጋቢእና ነታ በታ ሓይሊ ዕማም ትግባሬ ናይ ትግባረ ስትራተጂ ኣብ ግብሪ ንምውዓል ሓደ ዘስርሕ ቅርፂ ከምዘድሊ መብፅዓቲ ኣታቲና። ለውጢ ኣብ ኤሪትራ ሕጂ ወይ ድማ Eritrea Change Now ብዝብል ስም ምንቅስቃስ መስሪትና ነናብ ዝመፃእናዮ ተመሊስና ማለት እዩ። ዕላማኣ ከዓ ነዚ ዝስዕብ ነይሩ። ሓደ ናይ ሽሕን ትሽዓተ ሚእትን ተስዓን ሸውዓተን ዝፀደቐ ቅዋም ብህፁፅ ንክትግበር ምስቲ ኩሉ ድኽመታቱ ከም መበገሲ ንክኸውን እሞ ንዕኡ ካምፔይን ብብዝሒ ብጻዕቂ ክንገብረሉ። ክልተ፣ ኩሎም እሱራት ብዘይ ቅድመ ኩነት ብዘይ ውዓል ሕደር ክፍትሑ። ሰለስተ፣ ዶብ ኢትዮ ኤሪትሪያ ብዝቐልጠፈ ብዘይ ውዓል ሕደር ኣብ ባይታ ክምልከት። ኣርባዕተ፣ ደሞክራሲያዊ ስግግር ንዝግበሩ ጻዕርታት ምድራዕ። ነዞም ኣብ ላዕሊ ዝተጠቕሱ ኣብ ግብሪ ተውዕል ድማ ሓንቲ ከሚቲ ወይ ሽማግለ መስሪትና ማለት እዩ፣ ኣቚምና። ሓደ ኮኦርዲነይተር፣ ካልኣይ ሰክረተሪ፣ ሳልሳይ ናይቲ ከምስቴሽን ከሚቲ፣ ኣርባዕተ ሞብሊዘሽን ከሚቲ፣ ሓሙሽተ ናይ ሚድያ፣ ሽዱሽተ ዴታቤዝ ከሚቲ፣ ሻውዓይ ድማ ናይ ኢንተርናል ኦዲት እዩ። ብኸምዚ ኣብ ላዕሊ ዝጠቐስክዎ ዕላማን መደብን ትግባረን ቅርፅን ድማ ከም ዘድሊ ብምእማን መብፃዕቲ ኣታቲና ተፋላሊና ማለት እዩ። ኣብዚ ክጠቕሶ ዝደሊ ኮንስቲቱሽን ከሚቲ ብፃዕቂ ቪድዮ ኣብ ዩቲዩብ ብዙሓት ሪኢኹምዎ ክትኮኑ ተስፋ ይገብር። ብጻዕቂ ዳርጋ ተኻይዱ ሓምሳን ትሽዓተን ዓንቀጻት ናይቲ ኮንስቲቱሽን ብዝተፈላለዩ ሰባት ብሓምሳን ትሽዓተን ሰባት ተነቢቡ ይዝርጋሕ ነይሩ። ነዚ ዝመርሑ ዝነበሩ ከኣ ኣሰገድን ዶክተር ተስፋ ብጻዕቂ ከም ዝተኻየደ ኣብዞም ካብዞም ዘንበቡ ኣለኹም ዮኤል ሓደ ኣሎ መስለኒ ሰዊታ ዘቢብ ብከምኡ ተካይዱ እዚ ዕዉት ነይሩ ክብሎ ክእል ቁርብ እቲ መለክዒታት ገለ ኣይነበረናን ግን ፅቡቅ ከይድ ከም ዝነበረ ሞቢሊዘሽን ኮሚቲ ድማ ብሳልዋ ኑር የላን ሎሚ ኣኼባ ናይ ንቕሎ ኣዴታት ወይ ገለ ኣለዋ መስለኒ ኣብኡ ከይዳ ኣላ እሳቶም ከኣ ናይ ብሓቂ ጽቡቕ ንጥፈታት ኣርእዮም ኣብ ጀርመን ይኹን ላንደን ዓዲ እንግሊዝ ይኹን ኣብ ኣሜሪካ ኣብ ካናዳ ዳርጋ ብዙሓት ናይ ሞቢሊዜሽን ኮሚቲ ኣብቲ ናይ ይኣክል ምልዕዓል ንጡፍ ተኻፋልነት ኣርእዮም ኣብ ዲሲ ሂውስተን ጭቆታ ኣብ ካናዳ ማለተይ ኣብ ጀርመኒ ኣብ ፍራንክፈርት ብዙሕ ተኻፋልነት ንጡፍ ተኻፋልነት ኣዩ እዚ ግን ብውልቀ በቲ ካብ ዝተሰርምዕናዮ ዝኸድና ስለ ዝነበረ ንኢሲኤን ወይ ድማ ነታ ኤሪትራ ቸንጅ ናው ከም ብሽም ተላዒሉ እኳ ተዘይነበረ ከም ውልቀ ኣባላት ኮይኖም ኣብኡ ኣትዮም ብዙሕ ፃዕሪ ካዮም ሕጂ እዚ ክኸውን ከሎ ምስዚ ማዕረ ማዕረ ዓመተ ዕስራ ዓሰርተ ትሽዓተ፣ 2019፣ ህዝቢ ኤሪትራ ይኣክል ንጥልመትን ክድዓትን ኢሉ እጅጉ ሰብሲቡ ዝተላዕለላ ዓመት እያ ነይራ ከም ኩላህና ከም ንርደኦ። ድሕሪ ናይ ሰላሳ ዓመት መሪር ብረታዊ ቃልሲ ኣእላፋት ዝተሰውኡላን ዝሰንከሉላን ዝተሰደዱላ ክብርቲ ሃገርና ናብ ዳግማይ ሓደጋ ትኸይድ ከም ዘላ ብምርኣዩ ኣብ ወጻእን ውሽጥን ትዕግስቱ ተወዲእዎ ቁጥዕኡ ዘርኣየላ፣ መዓንጥኡ ሸጥ ኣቢሉ ይኣክል ኢሉ ዝተበገሰላ ዓመት እያ። ሕሰም ህዝብና ኣብ ክንዲ ዘብቅዕን ዝሓጽርን፣ ልኡላውነት ሃገርና ሓዱሽ ጸሊም ደበና ኣንጸላልይዎ ኣብ ከቢድ ሓደጋ ከም ዘላ ኢና ንርኢ ኔርና ወይ ከኣ ዘለና። ድያ ዲክተተር ኢሳያስ ኣፈወርቂ ብከምዚ ዝኸዶ ዘሎ ናይ ጥልመት ፍጥነትን፣ ጸልማት ተጎልቢቡ ዝፈራርሞም ዘሎ ውዕላት ምስ ፕራይም ሚኒስተር ኣብይ ኣሕመድ ናይ ኢትዮጵያ፣ ምስቲ ኣብ UAE ኣብ ከባቢና ዘሎ ኣብ ዓሰብ ዘለዎም ስምምዓትን ምስ ህሉው ኩነታት ናይ ወጻኢ ሓይልታት ኣብ ጎረቤት ሃገር ኣብ ጅቡቲ፣ በዓል ቻይና፣ US፣ ፍራንስ፣ ኤምስኦን፣ ብደቡብ ዘለዉ ዘይእመኑ ጎረቤትናን ኣብ ግምት ኣትዩ ሃገራውነትናን መንነትናን ቀጻልነቱ ከም ሃገርን ህዝብን ዝፈታትን እዋን ኣቲና ኣሎና። ይኣክል ከም መተኣኻኸቢ መጣራነፍን ጭርሖ ስለዝኾነ ኣብ ምልጋስ ፋሽስት ተራ ከምዝህልዎ ጥርጥር የለን። ኾይኑ ግን ንጡፍ ተኻፋልነት ናይ ሃገራውያንን ክኢላታትን፣ ዲፕሎማስያውያንን ፖለቲካውያን ሰልፍታት፣ ሲቪክ ማሕበራት፣ ምሁራትን ብሓጺሩ ኩሉ ዝሳተፎ ህዝቢ ምንቅስቓስ ክኸውን ናይ ኩልና ሓገዝን ጻዕርን ኢድን ክኣትዎ ይግባእ። ኣብዚ ካብዚ ጎደሎ ግን ይኣክል ንበይኑ ንሃገር ካብዚ ተሳጢሓቶ ዘላ ሓደጋ ከውጽኣ ከም ዘይክእል ንኹላህና ርዱእ ይመስለኒ። ነዚ በብሃገሩን ከተማታቱን ተላዒሉ ዘሎ ሓያል ማዕበልን ተበግሶን መንእሰያትና ምስ ናህና ናይ ኣያታቶምን ኣቦታቶምን ኣዴታቶምን ተመኩሮን ምኽርን ተደሚርዎ ናብ ረብሓና ንኽንቅይሮ ናይ ክልቲኡ ወለዶታት ሓላፍነት ኣሎና። ይኸብሮ። ኣብዚ እቲ ናይ መንእሰያትና ቁሩብ ምስቲ ናይ ይኣክል ምልዕዓል ንመጀመርያ ግዜ ኣብ ዕድመይ ኣብ ዕድመይ እኳ ክብል ኣይክእልን ምናልባት ኣብ ሚድል ስኩል ከለኹ ዝረኣኹዎ ዝነበረ ዓብዪ ዲሞንስትሬሽን ዝረአ ዝነበረ ከምኡውን ኣብ ሰከንደሪ ስኩል ከለኹ ንመጀመርያ ግዜ ከምዚ ዓይነት ማዕበል ህዝቢ መንእሰይ ምልዕዓል ንመጀመርያ ግዜ ዝርእየሉ ዝነበርኩ እዋን እዩ። ኣብ ከምዚ ኩነታት እቲ መንእሰይ ሓይሊ ናህና ከምቲ ከምትፈልጥዎ ኩላኻትኩም እዚ ዘሎ ስርዓት ብዝከኣል ብዝከኣሎ ነቲ ናህና ክብርን ባህልን ኣጥፊኡ ናይ ኢሳያስ ባህልን ክብርን ንክሕዝ ኣብ ሓንጎሉ እዩ ዝጽዕር ነይሩ። እዚ ከኣ ዓበይቲ ከምዘይክበሩ ወለዲ ከምዘየለ እቲ ናህና ዋላ ናይ ሕግታት ናይ ዓድና ውን ሕጊ እንዳባልና ንፅውዖ ንሱ ከምዘይርድኡን ከምዘይፈልጡን ገይሩ እዩ ዘዕብዮም መንእሰያት ቆልዑ መዓንጣ ከጠይ ቆፀሩ ሳዋ ዝወልዱ ዝነበሩ ማልያ ከምዘይብሎም ገሌኹም ተፈቲንኩሞ ተመኪርኩሞ ትኾን እዩ ብዝኾነ ምንቅስቃስ ምስ ዘዘለናዮ ጆግራፋዊ ኣቀማምጣ ኣብ ግምት ኣቲና ግን ናይ ዘዘለናየን ሃገራት ደሞክራሲያዊ ናጽነት ተጠቂሙ፣ ህዝብና ንጹር መደብ ዕዮ ኣውጺኡ፣ እስትራተጂኡ ኣጽፊፉ፣ ብኸመይ ከም ዝተኣሳሰር ናይ ሓባር መረዳእታ ገይሩ ብተወፋይነት እንተዘይ ተጓዒዙ፣ ሰንከልከል ክንብል ናይ ግድን እዩ። ከምዚ ምእንቲ ከይከውን ግን ንጡፍ ተኻፋልነት ናይ ሃገራውያን ሓይልታት፣ ባእታታትን ሰልፍታትን ማሕበራትን ከምዘድሊ ንኹላህና ርዱእ ይመስለኒ፣ ንሱሕተ ኢለ እውን ኣይግምትን። ከም ተመክሮ ታሪኽ ከም ዝምስክሮ ከኣ ምንቅስቓስ ናይ ሃገራውያን ሓይልታት ክዕወት እንተደኣ ኮይኑ፣ ደሞክራሲያዊ መሰጋገሪ መንግስቲ ክትከል እንተደኣ ኮይኑ፣ ዕዙዝ ህዝባዊ ተኻፋልነት ኣብ ደገ ዘለዉ ሃገራውያን ሓይልታት ክራኸቡን ክፋለጡን፣ መትከላዊ ምሕዝነት ከትርእዩ ይግባእ። ምስኡ ተተሓሒዙ ከኣ ምስቲ ኣብ ዓዲ ዘሎ ሓይሊ ብስቱር ድዩ ብኸመይ መንገዲ ከምዚ ትማሊ ንዘራረቦ ዝነበርና ሓደ ድንድል ተረኺቡ ምስኦም ዘራኽብ ከኣ ክህሉ ናይ ግድን ይኸውን። ልኡላውነት ሃገር ከነውሕስ ህዝብና ንኻልኣይ ግዜ ከይጥለምን ቅዋማዊ መንግስቲ ተተኺሉ ፍትሒ ዝሰፈኖ ህዝባዊ መንግስቲ ንክቀላጠፍ ተራ ሃገራውያን ሓይልታትን ባእታታትን ዕዙዝ ክኸውን ይግባእ። ብውሑዱ እዞም ኣብዚ ተኣኪብና ዘሎና ብዝወሓደ ብዝወሓደ ሃገራዊ መተኣሳሰሪ ነጥብታት ክንጅምሮ እዋኑ ዝሓለፈ ግን ከኣ ግዜ ይሓተና ኣሎ ኣብዚ ግዜ'ዚ። ካብዚ ጎደሎ ከኣ ድኻምን ክሳራን ኮይኑ ኢዩ ዝተርፍ። ብኸምዚ ከኣ ክንዝክሮ ንደሊ ኣይመስለንን። ኩሉ ንገብሮ ምልኪ ዝድምሰሰሉ ዝጠመተ ክኸውን፣ ናብ ውሽጥና ምጥምማት ገዲፍና፣ ምትህልላኽ ገዲፍና ኣንጻርቲ ቀዳማይ ጸላኢ ክኸውን መድረኽ ይጠልበና ኣሎ። ቅድሚ ሕጂ ተፈቲኑ ኣይሰርሐን ከይበልና ብክፉት ሓንጎር ብክፉት ሓንጎል ንስለ ትጠፍእ ትጠፍእን ርድኡን ኢላ ተእዊ ዘላ ሃገርን ዝበርስን ዝጸንትን ዘሎ ንኡስ ወራሲ ወለዶን ንኸነድሕን ድሕሪ ውድቀት ድያ ዘይኮነስ ትማሊ እዩ ነይሩ። ትማሊ ስለ ዘይተጀመረ ግን ሎሚ ሕጂ ሎሚ ሕጂ ንዓዲ ከይኣቶና ንጽባሕ ዘይኮነ ይጽናሓለይ ከኣ ዘይበሃሎ ናይ ሕጂ እዋን ሕቶ እዩ። እዚ ንካልኣይ ጥልመት ዝብሎ ዘለኹ እቲ ቀዳማይ ጥልመት ምናልባት ከም ኣብ እዚ ሕጂ በፂሕናዮ ዘለና ኣብ ቴስዓን ሓደን ቅድሚ ኣብ ቴስዓታት ተገይሩ ነይሩ ተዝኸውን እቲ ሃገራዊ ጉባኤ ይኹን ወይ ድማ ናይ ፒስ ሪኮንስልየሽን፣ ፒስ ኤንድ ሪኮንስልየሽን፣ ተገይሩ ነይሩ ተዝኸውን እዚ ኩሉ ሕጂ ኣቲናዮ ዘለና ኣይምበጻሕናን ነይርና። ኣብቲ ግዜ እቲ ግን ብዙሕ እምነት ኣብቲ ሰብኣይ ስለ ዘሕደርና እዚ ከኣ ከይገበርናዮ ስለ ዝሰገርና ናይ ኩላህና ሓላፍነት እዩ። ጥራሕ እቶም ካብ ሜዳ ዝኣተዉ ዘይኮነ ዋላ እቶም ኣባላት ሓፋሽ ውድባት ዝነበርና ኣብቲ ግዜ እቲ እውን ዓቢ ሓላፍነት ነይሩና፣ ዓቢ ጾር ነይሩና። ቅድሚኡ ከኣ ሓደ ጥልመት እውን ነይሩ እዩ። ምናልባት ንመንገደይ ኣብዚ ክጠቕሶ ዝደሊ ሕጂ ሓድሽ ኮይኑና ኣሎ ናይ ናይዚ ስርዓት እዚ ምስ ኢትዮጵያ ምርኻብ ሓደ ሓድሽ ነገር ጌርና ምትእስሳር ሓድሽ ይመስለና ከም ሓድሽ ጌርና ከኣ ተላዒልና ግን ኣክቹዋሊ ንዓይ ዝረኣየኒ እቲ ኣብ ሰማንያን ሓደን ንመጀመርያ ግዜ ሓንቲ ሃገራዊት ውድብ ምስ ካልእ ሃገራዊ ዘይሃገራዊት ውድብ ወይ ኢትዮጵያዊት ውድብ ምሳኣ ተላፊኑ ንሓንቲ ካልእ ሃገራዊት ውድብ ከጥፍእ ምትፋእ ምፍታኑ ንባዕሉ እዚ ካልእ ጥልመት እዩ ነይሩ እቲ እዋንቲ እዚ ዘብለኒ ዘሎ ከዓ እቲ ሽዑ ዘየስተብሃልናሉ ሓቂ መሲሉ ዝረኣየና ዝነበረ ቁኑዕ መሲሉ ዝረኣየና ዝነበረ ተመሊስካ ሕጂ ሃይንሳይት ትዌንቲ ትዌንቲ ዝበሃል ክትሪኦ ከለኻ ተመሊስካ ለካ ምስ ሓንቲ ዘይሃገራዊት ውድብ ምስ ጎረቤት ሃገር ውድብ ተላፊኑ ነታ ካልእ ሃገራዊት ውድብ ኣብ ክንዲ ምስኣ ምልፋን ነታ ሃገራዊት ውድብ ኣልፊንዋ ስለዚ ከምዚታት ንኸየጋጥመና እዚ ሕጂ ዘሎ ህፁፅ ፃውዒት ናይ ኩላህና እዩ ናይ ኩላህና ነፍሲ ወከፍ ኤሪትራዊ ግዴታ ኣለዎ። እቶም ዝያዳ ዘቃራርቡና ዝኽእሉ ዝበሃሉ ነጥብታት ምእንቲ ብሓባር ንኽንሰርሕ ክጠቕሙና ዝኽእሉ ንብሎም ሓደ ከምዚ ናይ ኢንክሉዥን ኤክስክሉዥን ክራይቴርያስ ክነውጽእ ግዴታ ይኾነና ንኹላህና። እቶም ሃገራውያን ንብሎምን እቶም ዘይሃገራውያን ኢልና ንፈልዮም እንታይ እዩ እቲ መምዘኒ እንታይ እቲ መለክዒ ኢልና ክንሪኦም ናይ ግዲ ንኸውን መምዘኒ ናይ Excuse me. መምዘኒ ናይ ሃገራውያን ሓይልታት ባእታታትን ኤሪትራዊ መንነት ዝተመርኮሰ ሃገራውነት ዝመለለይኡ ኣብዚ ብጠቕላላ ሃገራውነት ክብል ከለኹ እቲ ንዝኾነ ኣብ ክንዲ ብሃይማኖት ድዩ ብዕድመ ድዩ ናይ ዕድመ ፍልልይ ዘይብሉ ናይ ፆታ ፍልልይ ዘይብሉ ናይ ኣውራጃ ወገን ወዘተ ዘይብሉ እንድሕር ጌርናዮ ሃገር ልዕሊ ሃገር ልዕሊ ውድብን ልዕሊ ውልቀ ሰብን እንድሕር ጌርናዮ እቲ ሃገራውነት ክመፅእ ግድን ይኸውን ስለዚ ብሃገራውነት መለለይኡ ተወፋይነት ዝተዓጥቀ ምትእምማን ዝመሰረቱ ብሓድነት ኤሪትራውያን ዝእመን ንፋሽስትነት መጋባሪኡን ክምህ ዘይብል ንልኡላውነት ሃገርካ ወይ ሃገረ ኤሪትራ ኣብ ዋጋ ዕዳጋ ዘየቱ ክኸውን ይግባእ መምዘኒ ናይ ዘይሃገራውያን መምዘኒታት ድማ ትማሊ ኢንፎርማሊ ብዙሕ ንዘራረብ ኔርና፣ ንተናኸፍ ኔርና ብዙሕ ኣርእስትታት፣ ብዙሕ መምዘኒታት ኣሎ። ገሌና ሚዛን ኣይንሃቦም ንብሎም ኣለና፣ ገሌና ከኣ ዋላ ሚዛን ሂብና ክንጥንቀቐሉ ዝግበኣና፣ ከነስተብህለሉ ዝግበኣና፣ ከነዘራረበሎም ዝግበኣና ዋላ ኣብዚ ብሰፊሕ ብዕምቆት ተዘይዘተናሉ ግን ከም ከም መዘኻኸሪ ክንሓልፎም ንኽእል ክንፈልጦም ከነለልዮም ዘለና ኣግኣዝያን ኣለው። ትግራይ ትግርኚ ዝብሉ ኣለው። ብሩህ መፃኢ ዝበሃሉ ኣለው። ዜግነተይ ኤሪትራዊ መንነተይ ኢትዮጵያዊ ወይ መንነተይ ትግራዋይ ዝብሉ ኣለው። ጉጅላዊ ሃይማኖታዊ ጥሩፍነትን እዚኦም ኩሎም ኣብ ሓሙሽቲኦም ክንሪኦም ከለና ብጠቕላላ ዳርጋ እዚ ዳርጋ ዘይኮነስ ምሳና ሓቢሮም ንኽቃለሱ ኣየኽእሎምን እዩ። ምስኦም ሓቢርና ንኽንቃለስ እውን ኣይንኽእልን ኢና። ብፍላይ ኣብዚ ግዜ እዚ እቶም ናይ መንነት ቅልውላው ንብሎ ዝነበርና ትማል ምሸት ኣብ ኢንፎርማል ሚቲንግ ናይ መንነት ቅልውላው ዘለዎም ብዙሓት ኣለዉ። ኣብ ሓደ ሓደ ቦታ እውን ኣብ ይኣክል እውን ኣትዮም ዝሰለኹ ከም ዘለዉ ይርዳእ ንሰምዕ። እዚ ምናልባት ኣብዚ ምብራቓዊ ሸነኽ ናይ ኣትላንቲክ እኳ ተዘይኮነ ግን ኣብቲ ምዕራባዊ ሸነኽ ከም ዘለዉ ንፈልጥ ነዚታት ኩሉ ብጥንቃቐ ክንሕልዎ ንይኣክል ከዓ ከይፈርሰና እዚኣቶም ኣትዮም ከዓ ተልእኾኦም ከይፍፅሙ ክንጥንቀቕ ዓብይ ግዴታ ኣለና ብፍላይ ብኣና ወገን ንሪኦ ስለ ዘለና እዞም ኣብዚ በዚ ሸነኽ ዘለኹም ከዓ ነዚ ካብ ናህና ተመክሮ ካብቲ ንሕና ንሓልፎ ዘለና ርኢኹም ከኣ ኣባኻትኩም ስልኳ ንኸይመጽእ መምሃሪ ክትጥቀምሉ ኢኹም። ምስዚ ተተሓሒዙ ስትራተጂካውያን መራሕቲ የድልዩና። ውድባት ኮነ ምንቅስቓሳት እንተደኣ ተኣኻኺብና፣ እንተደኣ ተጠማሚርና፣ እንተደኣ ተማላሊእና እናተማላልኣን ክኸዳ ከለዋ ሞራል ናይ ህዝቢ ሓፍ ይብል፣ መራሕቲ ዝኾኑ ከኣ ክረኣዩ ይጅምሩ። ህዝቢ ንፉዕን ክኢላን በዓል ራኢ፣ ኣርሒቑ ዝሓስብን መራሒ ክርእን ከለልን ይጅምር። ነዚ ክጅምር ክርኢ ከሎ ከኣ ተላዒሉ ናብ ቃልሱ ክሕወስን ናይ ምቅላስ መንፈሱ ኣሐዲሱ ክሳዕ ዓወት ከምዝኸይድ ተመክሮ ቃልስታት ይነግረና። ኤሪትራዊ ዳያስፖራ ግን ፈቲና ጸሊእና ብዋሕዲ ስትራተጂካውያን መራሕቲ ክሳቐ ንርኢ ኣሎና። ንዕስራን ሸሞንተን ዓመታት ብጥልመትን ክሕደትን ወለዶታት እንዳ ኣጽነተ ዝመርሕ ዘሎ ፋሽስቲ ክትክእ ዝኽእል ወይ ውን ክትክኡ ይኽእሉ ዝበሃሉ ከዋኽብቲ ስለ ዘይተቐልቀሉ ህዝቢ ተስፋ ቆሪጹ ስኽታ ዝመረጸ ብዙሕ ኣሎ። ማእለያ የብሉን። ኣብ ክንዲ ክትክእ ዝኽእል ኮኾብ መራሒ ምልላይ፣ ደምበ ፍትሒ ውድባት ካብ ዕለት ናብ ዕለት ቁጽረን እንዳተባዝሓ ከይደን። ተመሊስካ ነቲ ዝፈላልየን ዘለዉ ክትርኢ ከሎኻ፣ ናይ ብሓቂ እዚ ድዩ ዝፈላሊ ኢልካ ውን ናብ ሓሳብ የእትወካ። ሃገርን ህዝብን ብሓደ ራእይ ዘየልብሉ ከዳዕን ፋሽስትን እሞ ብዘይ ቅዋም እንዳተመርሐትን እንዳጠፍአትን ንመሸጣ ወሪዳ እንዳረኣኻ ውድብ ልዕሊ ሃገር፣ ሰሪዕካ ኣብ ንሓድሕድካ ክትናኸስ ምርኣይ ካብኡ ዘሕዝን ነገር የለን። ውዲ ምብዛሕ ከኣ ደሓን ጽቡቕ እዩ። ንኣብነት እዛ ንእሽተይ ሃገር እስራኤል እንድሕር ርኢና ልዕሊ ሰላሳን ኣርባዕተን ውድባት ኣለዋ። ኣብቲ ፓርላሞም ጥራሕ እንድሕር ርኢና ኣብ ክነሰት ድማ ልዕሊ ዓሰርተ ኣርባዕተ ዓሰርተ ሸውዓተ ውድባት ኮኦሊሽን ገይረን ዝኣተዋ ኣለዋ። ዓሰርተ ሸውዓተ ዓሰርተ ሸውዓተ ኣብ ኣብ እስራኤል ንበይናሲ ዓሰርተ ሸውዓተ ውድባት ኣለዋ ሕጂ እዚ ንዓና ከሰንብደና የብሉን ብዝሒ ውድባት ኣለዋ ዳትስ ፋይን ግን እቲ ፀገም ዘሎ እቲ ውድባት እተን ውድባት ብሓንሳእ ራለይን ፖይንት ሳለልየን በዝን በዝን ንስራሕ ኢለን ክሰርሓ ክኽእላ ናይ ግድን ይኸውን ውድባተን ቅርፀን ኩሉ ክሕልዋ ይኽእላ እየን። ግን ኩሉ ንገብሮ ኣብ ክንዲ ናብ ውሽጢ ዝጠመተ ዝኸውን እቲ ቃልሲ ንግዳም ናብቲ ፀላኢ ዝጠመተ ክኸውን ፃዕሪ ናይ ኩላህና ክኸውን ይግባእ። ዓቕምን ክእለትን ህዝብኻ ኣኻኺብካ ትቃለስ ዘይምድላይ ወይ ካብኡ ካብ ዘይምርዳእ ህዝቢ ይዕዘብ ኣሎ ኢልካ እውን ዘይምሕሳብ ወይ ዘይምርዳእ እዚታት ኩሉ ንዓና ኣብ ጸገም የእትወና ኣሎ። ሓደ ሓደ ግዜ ከኣ ሰረገላ ቅድሚ ፈረስ ምስራዕ ይኸውን። ካብቲ ቀንዲ ፈላላዪ ተባሂሎም ዝልለዩ ድማ ኣብ መንጎ ውድባት ይኹን ወይ ኣብ መንጎ ሰባት ካብ ሃገራውያን ሓይልታት ፈላልይቲ ዝበሃሉ ነጥብታት ድማ ሓደ ንሓድሕድካ ዘይምትእምማን ላክ ኦፍ ትራስት ዘይንኽሕዶ ውድብ ልዕሊ ሃገር ምስራዕ ኣሎ ጉድለት ቅኑዕ ኣፈታትሓ ግርጭት ኣለና ናይ ኮንፍሊክት ሪዞሉሽን ብዙሕ ክስታይ ኣይንገብርን ኢና ኣይነድህበሉን ጉድለት ርድኢትና ብዛዕባ ሃገራውነት፣ ዘይምክብባር፣ ጽን ኢልካ ብክፉት ኣእምሮ ክትሰምዕ ወይ ክትረዳዳእ ዘይምድላይ፣ ናተይ ሓሳባት ጥራሕ ይሰማዕ ምባል፣ ረቂቕ ሜላ ስልኳን ኣይጸላኢ ናይ ደገ ሓይልታት ደፊርካ ግደ ኣይነበረንን ክንብል ውን ኣይንኽእልን። ዓቢ ግደ ኣለዎም ብጎረቤትና ዘለዉ ብደቡብ። ብዙሕ ስብካታት ይገብሩልና እዮም ትማሊ መን እዩ ሓደ ጠቅስልና ነይሩ መስለኒ ሃይለ ጎተና ዲ ሓቀይ እወ ጎተና እወ ጠቅሰልና ነይሩ ሕጂ እዚታት ኩሉ ኩሉ ግዜ ትኩራት ኮይና ክንሪኦን ክንዕዘቦን ከነስተብህለሉን ነቲ ሓድነትና ዝዘርግ ዘበለ ኩሉ ካበይ ይነቅል ኣሎ መን እዩ ዘምፀኦ ዘሎ እንታይ ዕላማ ኣለዎ ኢልና ክንምርምሮ ሓላፍነት ዓቢ ሓላፍነት ኣለና። ከምዚ ኣብ ላዕሊ ዝጠቐስኩዎ ኤሪትራዊ ዲያስፖራ ፈቲና ጸሊእና ብዋሕዲ ስትራተጂካውያን መራሕቲ ከይሳቐ ከም ዘሎ ርኢና። እዚ ጥራሕ ከይኣክል ኣብ ርእሲ ምውሓዶም ዝርካቦም ክቕልቀሉን ክረኣዩን ክጅምሩ ከለዉ ንዝተቐልቀለ ኮኾብ ምሁር ክኢላ ብዝተፈላለዩ ዘይመሰረታውያን ጸለመን ጠቐነን ካምፔይን ክካየድ ንርእን ንሰምዕን ኣሎና። ከምዚ ክንርኢ ከለና እውን ናይ ኩላህና ሓላፍነት ጌርና ክንወስዶ ይግባእ። ኩላህና ኣየናይ ውድብ እዩ ኣበይ እዩ ብዘየገድስ እንተ ደኣ ከምዚ ዓይነት ካምፔን ይካየድ ኣልዩ ነፍሲ ወከፍና ነዚ ብትኩር ዓይኒ ርኢና ንኣባላትና ክንምህርን ክንነግርን ኣብ ውሽጥና ብዛዕባ እዚ ነገር እዚ እንታይ ክግበር ከም ዘለዎ ክንዘራረብን መልሲ ክንህበሉን እውን ይግባእ። ኣብዚኣ ዶክተር ተስፋ ቁሩብ መንሽን ገይረዮ ክሓልፍ እየ። ኣብታ ናይ ሓውና ጃን ዘዳልወልና ኣሎ ናይ ዋትሳፕ ዲስካሽን ግሩፕ ናይ ፀላኢ ስእሊ ምፅእዎም ዘይኮነ ካብ ሓደ ነገር ጠቂዖም ናይ ኣምበሳደር ዓንደብርሃን ኣብ ዝሓለፈ እዋን ሓንቲ ካምፔን ይገብሩ ነይሮም ንኩላህና ኢሚድየትሊ ንዓ ፅሒፉ ሰዲዱልና ናብ ኩላህና እታ ስምዒቱ እታ ርእይትኡ ከመይ ክንገብር ከም ዘለና ሰዲዱ ስለዚ እዚኣ ፅብቕቲ ኣብነት ከም ምዃና ኣይ ጀስት ዋን መንሽን ደስ ዶክተር ተስፋ ስለዚ ከምዚ ክግበር ከሎ ነቶም ነቶም ኮዋኽብቲ ንብሎ ኢልና ንሪኦምን ንጥምቶምን ጉልበቶም ክእለቶም ፍልጠቶም ሒዞም ነዚ ንኤሪትራ ሃገርና ንመሸጣ ዘውረደ ንህዝብና ካብ ሃገሩ ከም ዝስደድ ዝገበረ ተሓባቢርና ንጉሓፎ ክንዲ ዝበሉ ብዘይ ሕግን ዓንቀጽን ኢደወነናዊ ፍርዲ የሕልፉ። እቲ ፋሽስት እውን ከምኣ እዩ ዝገብር ዘሎ። እቶም ዓሰርተ ሓሙሽተ መራሕቲ ንብሎም ካብ ጀነራል ቢተወደድ ኣብርሃ ጀሚርካ እቲ መጀመርያ እቲ ሰዓታት ክሳብ ክልተ ሽሕን ሓደን ክሳብ ሕጂ እውን ኣይዕረፈን። ሓምሻይ መስርዕ ዶ ገለ ዶ እዚኦም ከምዚኦም እናተባህለ ማእለያ ዘይብሉ ብዘይ ፍርድን ዓንቀፅን ብዘይገድድ ኣስታትን ይእሰሩን ይቕተሉን ኣለዉ። ኣብ መደምደምታ ሓንቲ ኣብ ወርሒ ሓምለ ደጊመ ዘንበብኳ መፅሓፍ ናይ ኣቦይ ወልደኣብ ኣብ ሓንቲ ገፅ ምስ በፃሕኩ ብጣዕሚ ዝሰሓበትኒ ነይራ እሞ ንዓ ኣንቢበ ክድምድም እየ። ኣቦና ሓርበኛ ኣቦይ ወልደኣብ ወልደማርያም ዝተዛረብዋ ክዝክር ናይ ዓሰርተታት ዓመታት መቓልስቶም ኣቦና ሓርበኛ ኣቦይ ኢብራሂም ስልጣን ምስ ተሰውኡ ይዝከረካ ዶ ብዝብል ኣርእስቲ ንህዝቢ ኤሪትራ ኣብ ሽሕን ትሽዓተ ሚእትን ሰማንያን ሸውዓተን ዘመሓላልፍዋ መልእኽቲ እያ ነይራ። እታ መልእኽቲ ይዝከረካ ዶ ኣብ ሽሕን ትሽዓተ ሚእትን ኣርብዓን ኣርባዕተን ኣብ እንዳ ሳልሕ ከክያ ተኣኪብና ኣስላማይ ዝሓረዳ ደርሆ በሊዕና ኣብ ቁርኣን ጠቂዕና ከምኡ ድማ ክርስትያን ዝሓረዳ ደርሆ በሊዕና ኣብ ወንጌል ጠቂዕና ኣብ ሃይማኖት ኣውራጃነት ዓሌት እተመስረተ ምፍልላይ ከይንገብር ምእንቲ ሓንቲ ኤሪትራ ክንጋደል ተማባጺዕና ማሕበር ኤሪትራ ንኤሪትራውያን ከም ዝመስረትና። ሕጂ እቲ መልእኽቲ ይቕጽል ግን እዛ ፓራግራፍ እዚኣ ንዓይ ካብ መጠን ንላዕሊ ክስታይ ገይራኒ። ህላወን ቀጻልነትን ሃገርና ናብ ዝገደደ ሓደጋ ክንኣቱ ከም ንኽእል ከይዘንጋዕና ብውሑዱ እዞም ኣብዚ ኣብዚ ሲምፖዝየም ዘለና ናይ ዕስራ ዓሰርተ ትሽዓተ ሲምፖዝየም ተኣኪብና ዘሎና ሓደ ከተኣሳስረና ዝኽእል ግን እቲ ዘተኣሳስረና ከኣ ንጹር ክግበር ክስራሕ ዝኽእል ኣቺቨብል ዝኾነ ሜዠረብል ክልካዕን ዝኽእል ብተወፋይነት ናይ ብሓቂ ብተወፋይነት ስራሕ ኣለኒ ከምዚ ኣለኒ ገለ ክንብል ንኽእል ኢና ቆልዑ ኣለዉኒ ክንብል ንኽእል ኢና ግን ኣብ ሰሙን ሓንቲ ሰዓት እየ ዝኽእል እንድሕር ኢልና እታ ሓንቲ ሰዓት ኮሚትመንት ክንኣትዋ ናይ ግዲ ንኸውን እንተ ንወርሒ ሓሙሽተ ሰዓት ኢልና ከዓ እታ ሓሙሽተ ሰዓት ክንገብራ ዝበልና ከዓ ከምኡ እንድሕር ዘይጌርና ናብቲ ንደልዮ እዚ ዓይነት ኮሚትመንት እዚ ክንገብር እንድሕር ዘይክኢልና እቲ ክንዕወቶ ንደሊ ዘለና፣ ክንበጽሖ ንደሊ ዘለና ጎል ንክንበጽሖ ብዙሕ ግዜ ክወስደልና እዩ። ብተወፋይነት ብምትእምማን ከኣ ንሓድሕድና ናብ ልዕል ዝበለ ደረጃ ከነሰጋግሮ ዝኽእል ዘተ ከነካይድ ዘለኒ እምነት ዓቢ እዩ። ጽን ኢልኩም ስለ ዝሰማዕኩምኒ ከኣ ታንክ ዩ ዶክተር እቲ ወንደርፉል ጃብ ሪሊ እቲ ዝቐነናዮ ከመይ ቀኒና ኣለና ሰባት ጸኒሖም ክሞቱና ከለዉ ታሪክ ኢና ንቐብር ዘለና ስለዚ እዚ ሓድሽ ወለዶ ሓላፍነት ኣለዎ ሕጂ ናበይ ገጽና ክንቅጽል ኢና

ብጣዕሚ ሕማም ዝመስለኒ ወረቐት እቲ ሓሳብ ተመሳሳሊ እዩ ዳርጋ ኢሎሞ እዮም ዶክተር ይንልዎ ኢሎም ሎም ኢላቶ እያ ኣብኡ እዩ ዘሎ ኣብኡ ክንዛርብ ብዙሕ ግዜ ክንወስድ ኣይብልን ዝብል ርእቶ እዩ ዘለኒ እንተ ደኣ ደሊኹም ግን ክንቅፅሎ ክንዛረበሉ ንኽእል ኢና ማለት እዩ ዘሎ ሕጂ ግን እቲኣ ቁሩብ ክንገብራ ደልየ ዘለኹ ንእሽተይ ኣክቲቪቲ ክንገብር ኢና እዛ ርኡ ንእስ ዝበለት እያ ግን ሴርያታት ስሕብ ኣቢልና ኣክቲቪቲ ኣለትና ንእሽተይ ማለት እዩ የ ነዚኣ ዝለዋ ኣዲና የስ ሕጂ በዚ ዘሎ ሴድያ ክንስርዕ ኢና